ዝሓለፈ ሰሙን ናብታ ንእሽቶ ኤርትራ ምዃና ብብዙሓት ውጽኢታ ዝኾኑ መንእሰያት ዝምስከረላ ርእሲ ከተማ መንስያት ኤርትራ ሳዋ ንተውል ዕማም ከም ዝወረድና ኣብ ጊዚኡ ሓቢርናኩም ምንባርና ዝዝከርዮም መመረቕታ ናይ ዓሰርተ ክልተ ክፍሊ ኣካዳምያዊ ትምህርቶም ዛዚሞም ወተሃደራውን ፖለቲካውን ስልጠና ነይ ዝወሰዱ መበል ሰላሳን ኣርባዕተን ዙርያ ሃገራዊ ኣገልግሎትን ኣብ ማእከል ሞያዊ ስልጠናታት ሳዋ ቴክኒካውን ሞያውን ኣካዳሚያውን ግብራውን ትምህርቲ ክወ ዝጸንሑ መበል ዓሰርተ ክልተ ኮርስን ስለ ዝኾነ ነዚ ድርብ ዝኾነ ዕውት መመረቕታታት ክንስንድ ሰኒድና ናባኻትኩም ክነብሎ ካብ ሚኒስትሪ ዜና ዝነቐልና ጉጅለ ጋዜጠኛታት፣ ሙሉእ ናይ ኮሮና ቫይረስ ምርመራ ብምክያድ ኣቐዲምና ኢና ናብ መዲና መንእሰያት ሳዋ ዝበጻሕና። ድርብ ድርብርብ ዕማም ስለዝነበረና። ኩላትና ከምእንፈልጦ፣ ብምኽንያት ለበዳ ኮሮና ቫይረስ መበል ሰላሳን ኣርባዕተን ዙርያ ሃገራዊ ኣገልግሎት ኮነ ሰልጠንቲ ማእከል ሞያዊ ስልጠናታት ሳዋ ካብ ኩሉ ቤተሰባዊ ኮነ ከባቢያዊ ርክባት ተኣልዮም እዮም ትምህርቶም ኮነ ስልጠንኦም ስለዝዛዘሙን ኣብ ዕለተ ምምርቕ ዘእሙን እንተኾነ ክቡር ፕረዚደንት ኢሳያስ ኣፈወርቅን ኣዝዮም ውሱናት ላዕለዎት ኣዘዝቲ ሰራዊት ላዕለዎት ሓለፍቲ መንግስትን ግንባርን እንተዘይኮይኑ ናይ ስድራቤት ኮነ መቕርብ ተሳትፎ ስለዘይተፈቕደ ንወግዓዊ ጽንብል ናይቲ መመረቕታ ብቐጥታ ክነቋድሰኩምን ደሃይ ተመረቕቲ መበል ሰላሳን ኣርባዕተን ዙርያ ሃገራዊ ኣገልግሎትን መበል ዓሰርተ ክልተ ኮርስ ማእከል ሙያዊ ስልጠናታት ሳዋን ተወኪስና ናባኻትኩም ክነብልን ስለ ዝኾነ ሳዋ ክንረግጽን ኣብ ዕዕማምና ክንወፍርን ናይ ግድን እዩ ነይሩ። የግዳስ ንጥፈታት ሳዋ ብምሉኡ ብመቓን ግዜ ዝተወደበ ምስ ምዃኑ ካብቲ ምዱብ ግዜ ክመቕሉና ኢና ንሓለፍቲ ናይቲ መዓስከር ተወኪስና። እቲ ዕዮ ዕዮ ኩላትና ምስ ምንባሩ ድማ ኩሉ እቲ ዝድለ ምትሕብባር ገይርሙልናስ ምስ ደቅኹምን ደቅናን ብኣካል ተራኺብና ደሃዮም ኣምጺእናልኩም ኣለና። ክሳብ ፍጻሜ ትሕዝቶና ክትከታተሉና ብኣኽብሮት እናዓደምና ቀዳማይ ክፋል ናይቲ ዘካየድናዮ ዕላላት ናባኻትኩም ነብሎ ኣለና።

ስፍሓታ፣ ትሕትን ልዕልን ቅርጻ ናብ ሓንቲ ዓባይ ከተማ ማዕቢላ ዘላ መዲና መንእሰያት ሳዋ፣ ኣብ ውሽጢ እዚ ናይ ዕስራን ሸውዓተን ዓመታት ዕድሜኣ፣ ካብ ግዜ ናብ ግዜ ርኡይ ምዕባለ እናመዝገበት እያ ብልዑል ናህሪ እትሕምበብ ዘላ። እረ ምስዘን ዘለዋና ከተማታት ዝዳርግ ጥራይ ዘይኮነ፣ ብብዙሕ ሸነኻታ እውን ዝበልጽ ምዕባለታት እውን ኣለዋ እንተበልና ካብ ሓቂ ዝረሓቐ ኣይኮነን። ምኽንያቱ እቲ ኹሉ ሓንቲ ከተማ ክተማልኦ ዝግባእ ቅጥዕታት ኣብ ርእሲ ምምልኣ ካብ ኣፈፌታ ክሳብ ደጊኣ ፈጺሙ ርስሓት ዘይረኣየላ እንኮ ከተማ ውን ሳዋ'ያ እንተበልና ምግናን ኣይከውንን። ስለዝኾነ ምስዚ ኹሉ ብዓሰርተታት ኣሽሓት ዝቑጸር ብሓባር ዝነብር ተመሃራይ፣ መምህር ኣይለይትን ዝተፈላለዩ ኣካላትን ሳዋ ከተማ ሳዋ ዝኾነ ይኹን ለበዳዊ ሕማማት ከየጋጠማ ንዝሓለፈ ርብዒ ዘበን ክትቅፅል ክኢላ ኣላ። ኣብዚ ዓለም ብዓለማ ብለበዳ ኮሮናቫይረስ ተናዊፃትሉ ዘላ ከቢድ ግዜ ሳዋ ምስ ኩሎም ደቃን ኣባላታን እዚ ለበዳ እዚ ዘይምልከታ ናፃ ዴሴት ኮይና ከተሕልፎ ዝኸኣለት እምበኣር ካብ ላዕለዎት ክሳብ ታሕተዎት ኣባላት ሳዋ ኮኑ ተምሃሮን ሰልጠንትን ሳላ ዝተኸተልዎ ጽኑዕ ናይ ምክልኻል ኣገባባት ምኻኑ ብቐጻሊ ዝዝረበሉ ሓደ ካብ ዕዉት ንጥፈት መሪሕነት ሳዋ እዩ። ስለ ዝኾነ ተዓለምትን ሰልጠንትን ጥራይ ዘይኮኑ ኣባላት ናይቲ መዓስከር እውን እንተኾኑ ለበዳ ኮርና ቫይረስ በጺሕዎ ዘሎ ደረጃ ኣስጋእነት ብማዕከናት ዜና ንዝመሓለፍ ሓበሬታ ምርኩስ ዝገበረ እምበር ብተመኩሮስ ፈጺሙ ቀሪብዎም ከም ዘይፈልጥ ናይ ኩሎም ኣባላትን ተዓለምትን ሰልጠንትን ናይ ሓባር ቃለ ምስክርነት እዮም። እዚ ሓባራዊ ርድኢት ማሕበረሰብ ሳዋ ከም ማእከል ንስራሕና ሰኒቕና ኢና እምበኣር ነቶም ብሰንኪ ለበዳ ኮቪድ ዓሰርተ ትሽዓተ ዓመት ምምላታ ብዘይ ምብጻሕ ወለድን ካልእ ተወሳኺ ንዋትን ትምህርቶምን ታዕሊሞምን ዝዛዘሙ ዙር ብድሆ ንኮሮና ሰላሳን ኣርባዕተን ዙርያ ሃገራዊ ኣገልግሎትን መበል ዓሰርተ ክልተ ኮርስ ማሞስን ተሞክሮታቶም ክዕሉና ዝተጸንበርናዮም። ብዘደንቕ ርእሰ ተኣማንነት ድማዮም መልሶም ሂቦምና ዘለዉ። ካብ ሽዱሽቲኤን ዞባታትና ካብ ትሽዓቲኤን ብሄራትና ዝተዋጽኡ ዓሰርተ ሓደ ሽሕን ሸሞንተ ሚእትን ሓምሳን ኣባላት መበል ሰላሳን ኣርባዕተን ዙርያ ሃገራዊ ኣገልግሎት እዚ ኣቐዲምና ዝጠቐስናዮን

መቸም ናብ ሳዋ ቅድሚ ምውራደይ ንሳዋ ዳርጋ ብኣልታ እየ ዝፈልጣ ነይረ። ብፍላይ ማህረምትን ምክልባትን ዝሕላገታ ከምዚ ጸረ መንእሰያት ዝኾነት ሳዋ ኣብ ኣእምሮይ ሒዘ ናብ ሳዋ ወሪደ። እቲ ዘገርም ኣብ ሳዋ ዝጸንሐትኒ ሳዋ ግን ካብቲ ኣብ ኣእምሮይ ሰኒቐዮ ዝወረድኩ ወረ ኣዝዩ ዝተፈልየ ኮይኑ እየ ረኺበዮ። ፈለማ ሳዋ ርግጽ ምስ ኣበልና፣ ምስ መማጽእትና ስለ ዝተወሸብና፣ ንሳዋ ቀስ ኢልና ክንወሃሃዳ ዕድል ረኺብና። ቃሊቲኖ'ውን እንተኾነ ካብታ ዝተረከቡና ግዜ ኣትሒዞም ክዛብ'ዚ እንምረቐሉ ዘለና ግዜ ከም ወለድና ኮይኖም'ዮም ኣልዮሙናን ዝኣልዩና ዘለዉን። መማህራንና እንተኾኑ'ውን ንኹሉ ዝሓለፈና ምህሮ ኣቐዲምና ንኽንሽፍን ኣብ ልዕሊ ዝገብሩልና ጽዑቕ መደባት ትምህርቲ ብፍላይ ንዓይ ብቋንቋ ዓረብ ዘድሊ ሓገዛት እናገበሩ ካብ መማህርተይ ንኸይሰንፍ ልዑል ሓጎስ እዮም ገይሮሙለይ። ምስ ኩሎም ካብ ኩለን ዞባታትናን ብሄራትናን ዝመጹ ተማሃሮ ፈጢረዮ ዘለኹ ዝምድና ድማ ብኻ ምፍልላይ ዘይምሃለዎ ዘብል እዮም። ኣብዚ ብዙሓት ኣዕሩኽ እየ ከሲበ። ናይ ብዙሕ ቋንቋታት ኣንፈት ክሕዝን ክረዳዳእን እውን ክኢለ ኣለኹ። ብሓንሳብ ትመሃር፣ ብሓንሳብ ትምገብ፣ ብሓንሳብ ተጽንዕ፣ ብሓንሳብ ትኸይድ ብሓንሳብ ትዕለም በቃ ሓንቲ ስድራ ኮይና ኢና ሓሊፍናዮም ሳዋ ንዓይ ብሓጺሩ ንእሽተይ ኤርትራ እያ ግዜ ምፍልላይ ኣኺሉ ብሓቂ ንዳፋነቕ ኣለና እንተኾነ ርክብና ቀጻሊ ንክኸውን ኣድራሻና ንለዋወጥ ስለ ዘለና እንሻላህ ክንራኸብ ንኹሎም መማህርተይ ድማ እንቋዕ ናብ ዕለተ መምረቕታና ኣብጽሓና ኩሎም መማህራናን ኣይለቲናን ድማ የቐንየልና እብሎም

ሐራይ መጀመርታ ሙሉእ ስመይ ኤፍረም ገብረትንሳኤ ይበሃል። ድመፃኹሉ ዞባ ከዓ ዞባ ማእኸል ኣስመራ ማለት እዩ። ቤት ትምህርቲ ማረሮ። ምስታወቅ ኣብ ዳዓ ለፍካላ ክሳብ ሕጂ ዘሎ ዝሓለፍኩም መስርሕ እስከ ንገረኒ። እወ ኣብ መጀመርታ ኣብ ትሕቲ ኣላይነት ስድራኻ ናብዚ ክትመጽእ ከለኻ ሳዋ ክኸብደኒ ኢልካ ኢኻ ትሓስብ ኣብዚ ንመጻእኻ ናትና ግን ፍልይ ዝበለ ነበሮ ነገር ተሎ እቲ ኢልና ናብ ኳራንታይን ኣቲና ማለት ክልተ ሰሙን ዝተወሲምና ኢና ምስ ደቂ ቤት ትምህርትኻ ምስ ትፈልጦም ሰባት ኣብዚ ንሳዋ ቁሩብ ተላሊና ኢና ማለት እዩ ሳዋ ከዓ ኣብ ትሕቲ ዝነበሩ ካብ ዝተሓተ ኣባላት ክሳብ እቶም ዝለዓለ ሓለፍቲ ብጣዕሚ እዮም ብምኽርን ማዕዳን ሙሉኣት ሰባት ንክንከውን ገይሮምና እዮም ማለት እዩ ኣብ ሳዋ ክልቲኡ ኢና ማለት እዩ ኣካዳሚካል ወታደራዊ ስልጠና ኣብ ሓደ ግዜ ኣብ ሓደ ዓመት ኢና ወሲድና መጀመርታ ትምህርቲ ጀሚርና ማለት እዩ እቲ መጀመርታ ሽዱሽተ ወርሒ ማለት እዩ ነበረ ብትምህርቲ ትምህርቲ ብፅዑቕ እዩ ተኻይዱ ምክንያቱ ምስ ነበረ ኣብ ዝሓለፈ ነበረ ናይ ኮሮና ሃጓፋት እሱ እሱ ዘምፀኦ ፅልዋታት ስለ ዝነበረ ኣብ ቶተርያል ክልተ ሰዓት ተቐይሩ ተነዋሒሑ ገለ ብዙሕ ፃዕርታት ተገይሩ ናይ ፕሪቴስ ገለ መጀመርታ ኣይነበረ ቅሩብ እሱ ፀገማት ነይሩ ብድሕሪኡ ግን ኣብቲ ሞዴል ገለ ነብስና ገምጊምና ናብ ማትሪካ ፅቡቕ ጌርና ማለት እዩ ጌርና ደሓን እዩ ፅቡቕ ተወዲኡ ማለት እዩ ግዜ ትምህርቲ እቲ ወታደራዊ ስልጠና እውን ካብታ ዕለት ወርሒ ኣርባዕተ ዕለት ዕስራን ሽዱሽተን ጀመርናላ ክሳብ እዚ ሕጂ እንምረቐሉ ዘለና ሰዓት ብኣብ ትሕቲ ኣላይነት ኣባላት ካብቶም ንላዕሊ ክሳብ እቶም ዝተሓቱ ብናቶም ሓገዝ ወዲእናዮ ኢና። እቲ ዝነበረ ኩሉ ከኣ ንዓና ከምዚ ካልእ ሰብ ኢና ተቐይርና። ልክዕ ኣብ ኮምፒተር ልክዕ ከም ኮምፒተር እያ ሳዋ። ሓደ ኢንፑት ሂብካያ ኣውት ክትበካ ልክዕ ኖርማል ሰባት ነበርና ስራሕ ትፈቱ ገለ ነበርካ ካብ ኩሉ ካብቲ ሜንታል ናትካ እቲ ናትካ ፊዚካልቲ ሙሉእ ቀያይራትናያ ማለት እዩ ኣካላዊ ብቕዓት ኩሉ ማለት እዩ ሓድሽ ዓለም እዩ።
ኣብ ሳዋ እንታይ ተማሂርካ? ብጀካ እቲ ኣካዳሚያውን ወተሃደራውን ትምህርቲ እንታይ ተማሂርካ? እወ፣ ኣብ ሳዋ እቲ ዝዓበየ ትረኽቦ ነገር ተሎ እቲ ናትካ ሶሻል ላይፍ ተዕብየ ኢኻ፣ እቲ ናትካ ማሕበራዊ ህይወት ምክንያቱ ካብ ሸዓቲኡ ብሄራት ካብ እትደሎ እምነት ካብኡ ብዝመጹ ሰባት ምስ ኩሎም ኢኻ ትላለ ናይ ሚእትን ዓሰርተ ሚእትን ዕስራን ሰባት ኣብ ሓይሊ ተለኻ ናይ ሙሉኡ ባህርያት ትፈልጥ ካብ ኩሉ ካብ ሽዱሽተን ዞባታት ካብ ኩሉ ዝተሓቆፍካ ስለ ዝኾንካ ንእሽተይ ኤርትራ ኢኻ ኣብ ንእሽተይ ኤርትራ ኢኻ ዘለኻ ኣብዚ ከኣ እቲ ዝነበረካ ኩሉ ባህርያት ገዲፍካ ብኻልእ በቲ ቅኑዕ ዝኾነ ባህርያት ኢኻ ትጽሎ ምስ ኩሉ ሰብ ናናቱ ባህርያት ኣለዎ ግን ምስ ኩሉ ሰብ እቲ ሾሻል ላይፍ ስለ ዘሎ ብሳዋ እሱ እቲ ዓብይ ነገር ኣብ ሓንቲ ስኳሬላ ማለት ኣብ ሓንቲ መኣዲ ኮይና ኢና ንበልዕ ነርና ሃይማኖት ክርስትና የለ ሃይማኖት ምስልምና የለ ኩሉ ልክዕ ከም ሓንቲ ሃይማኖት ሳዋ ናትና ሃይማኖት ናትና ልክዕ ከም ሓንቲ ቦታ ኢና ኮይና ኣሕሊፍናዮ እቲ ዝዓበየ ነገር ተሎ እቲ ሾሻል ላይፍ ኣብ ሳዋ በቃ ብሓንሳብ ትድቅስ ብሓንሳብ ትበልዕ ሃይማኖት ትርጉም የብሉን ዳርጋ ኣብ ሳዋ ሃይማኖት ናይ ውልቅኻ ዩ እቲ ዝዓበየ ነገር እቲ መጺእካዶ ዘሎ ዕላማ ሓደ ዕላማ ሓደ መትከል ዘለን ልክዕ ከም ኣሕዋት ኢና ኮና ልክዕ ከም ሓንቲ ስድራ። ጽልዋ ኮቪድ ዓሰርተ ትሽዓተ ምናልባት ኣብ ምብጻሕ ወለዲ እውን ኣይነበረን ቁሩብ ንስኻትኩም ከም ንኣሽቱ ክጸልወኩም ከምቶም ቀዳሞት ኣሕዋትኩም ዝረኸብዎ ዶ ይረኸብኩም ቁሩብ ቅር ክብለኩም ይኽእል እዩ እሞ ነዚ ከመይ ጌርኩም በዲህኹምዎ ንኮርና ከ ከመይ ትከላልኽልዎ ኔርኩም ምስ ኩሎም ዓሌትኹም እወ መጀመርታ ድመጻና ናብ ትሩርካ ናብ ኮራንታይን ኣቲና ተወሺብና ሽዑ መርመራ ጌርና ናይ ኮሮና። ናይ ኮቪድ ዓሰርተ ትሽዓተ መርመራ ጌርና ዋላ ሓደ ሕማም ኣይተረኽበን ዝም ኢልና ናብቲ ፋሕፋሕ ኢልና ማለት እዩ ሽዑ ኣይደንጎናን እውን ናብ ትምህርቲ ኣቲና ኣብ ግዜ ትምህርቲ እውን ካብታ ዝመፃናላ ሰባት ሒዝና እቲ ዝነበረ ቅጥታት ናይ ኮሮና ኣማሊእና ኢና ካብ ዝኾነ ካብ ምውፃእ ገለ ኣይነበረን እ፣ ብደገ ዝመፀ ካብ ካልእ ካብ ሰባ ወፃኢ ዝመፀ ሰብ ኣይኣቱን ነይሩ እቲ ማይን ሳሙናን ገለ ምሕፃብ እውን ብልክዕ ኢና እነተግብሮ ኔርና ማለት እዩ። እዚ ከዓ ኣብ ትሕቲ እቶም ኣላይነት ናይቶም ነበሩ ኣባላትና ማለት እዩ ብፅቡቅ ወዲእናዮ ማለት በዲህናዮ ኮሮና እቲ ምምፃእ ናይ ወለዲ ዝበልካዮ እውን ኦ፣ ቁሩብ ነቲ ተማሃራይ መጀመርያ ፀሊዎ ነይሩ እዩ ግን ብዙሕ ኣይኮነን ብዝተረረ ተሓሊፍካ ዝተረረ ሰብ ኢኻ ትኸውን ኢየሱስ ስለዝኾነ ዋላ ሓንቲ ዘይምምፅኦምሲ ሕጂ ኢና ሕጉሳት ኮይና ሽዑ ዋላ እኳ ደስ ተደይበለና ሕጂ ግን ሕጉሳት ኮይና ብጣዕሚ ዋላ ሓንቲ ብዝተረር ስለ ዝሓለፍና ዝተርምራና ዙር ኮይና ኣለና
ማጂ እቲ ናይ ምፍላይ ግዜ መፅኢ ወዲኹም ትምህርትኹም ክትፈላለዩ ኢኹም ድሮ ክትናፍቑ'ዶ ጀሚርኩም እቶም ኣብ ሓደ ቦታ ዘለኹም? ኣድራሻ'ዶ ክትቀያየሩ ጀሚርኩም? እንታይ እንታይ ኣለስኩም ዕማለታት ኣብቲ ናትኩም ቦታ? እወ ሳዋ ልክዕ ከም ወይኒ እንዳሓደረ እንዳመቀረት ትኸይድ ግን ምፍላይ ደይተርፍ እዩ ወዮ ኩላትና ነጥቢ ምፂና ብሓንሳብ ክንሓልፍ ግን ወላ ሓንቲ ምፍላይ ይመፅእ ኣሎ ከም ንራኸብ ኢና ንኣምን ኩላትና ኣድራሻ ተቐያማ ቴሌፎን ተቐያርና ክንራኸብ ኢና ብሕጂ እውን እምበር ምፍላይ ኣብ ሰባት ዝኸፍአ ነገር እዩ ምክንያቱ ልክዕ ኣብ ሓንቲ ገዛ ከም ሓንቲ ስድራ ልክዕ ከም ሓንቲ ደቂ ሓንቲ ደ ኮይና ኢና ዓቢና ኣብዚ ዓመት ሓሊፍናዮ እዚ ከዓ ካብቲ ብፃይካ ክትፈላለ ክሳብ ክንምንታይ ከቢድ ምዃኑ ካብ ሕጂ እቲ ደንፃላልወና ኣሎ እቲ ናይ ምፍላይ እቲ ምድንፋቕ ካብ ሕጂ ይጅምር ዘሎ ብጣዕሚ ከቢድ እዩ። እሞ ናብ ወለድኻ ወይ ናብ ወለድኹም ብፍላይ ብሓፈሻ ውን ኣብዚ ብኤርትራ ተመሓላልፎ ልና መልእኽቲ እንተሎ ክበለካ። እወ ሳዋ ድሮ ተመሪቕና ኣለና ሕጂ ውን ነዊሕ እንጸና ንገዛና ክንከይድ ኢና ኣነ ንፍላይ ከመሓላልፎ ዝደሊ መልእኽቲ ተሎ ነዞም ንኣሽቱ ኣሕዋትና ማለት እዩ ሳዋ ንሙሉኣትኩም ክትመጹ ኣለኩም ክብሎም ፈቱ ምኽንያቱ ኣብዚ ሓድሽ ሰብ ሓድሽ ሰብ ኢኻ ትስራሕ ካብቲ ሜንታሊ ናትካ ክሳብ እቲ ፊዚካልቲ ሙሉእ ካልእ ሰብ ኢኻ ትቕየር። እዚ ሳዋ ኩሉ ሰብ ክመጽእ ኣለዎ እየ ድብል። ካልእ ከኣ ከመስግኖም ዝደልኣካ ተለዉ ከኣ ካብቲ ዝተሓተ ክሳብቲ ዝለዓለ ኣባላት መምሃራን ናይ ሳዋ ከም ብጣዕሚ ከመስግኖም እፈቱ።

ካብተን ከይበጻሕኻየን ክትፈልጠን ኣጸገምቲ ቦታታት ሓንቲ'ያ ሳዋ ንዓይ። ምኽንያቱ ሽሕ እኳ ኣሕዋትናን ወለድናን ተመልሚሎም ዝሓለፍሉ ቦታ እንተኾነ እንተስ ልምዲ ኮይኑ ወይ ቅንኢ መግለጺ ሳዋ ብግልባጥ ተግባራታ'ዮም። ናይ ባህር ተጻብኦ ብፍላይ እኳ ደኣ ጸሓይ ከም ዘሎ ኣባላት ናይቲ መዓስከር ድማ ኣዝዮም ጸዋጋትን ተሃራረምትን ምዃኖም ኮታ ሳዋ እዛ ሕጂ ዝምረቐላ ዘለኹ ቦታ ምዃና ክሳብ ዝጠራጠር ገግናይ እናሰማዕኩ'የ ወሪደ። ካብታ መሬት ሳዋ ርግጽ ምስ ኣበልና፣ ለበዳ ኮቪድ ዓሰርተ ትሽዓተ ንምቁጽጻር ዝተወሸብናላ ግዜ ክሳብ ሕጂ፣ እንትርፎ ሰናይ ዝጥቀስ ክፉእ ነገር ከየጋጠመ እኒሀ ዛዚመዮም። ካብታ ትምህርቲ ዝጀመርናላ ግዜ ኣትሒዞም መምሃራንና ትምህርቲ ከይንሰነፍ ካብ መምሃሪ ክፍሊ ክሳብ መንበሪ ቤትና መጺኦም ይከታተሉና፣ ከነጽንዕ ወትሩ ይምኽሩና፣ ሓደ ወላዲ ውላዱ ንኸነፍዓሉ ዝገብሮ ናብየት እዮም ገይሮምልና። ካብ ናይ ዕረፍቲ ግዜ ሞፍዮም ዝተረፈ ክነማልእ ጽዑቕ ዝኾነ ምሁርዮም ሂቦምና ምስጋና ድማ ኣብጽሓዮም። ኣለይትናን ዓለምትናን ውን ብወተሃደራውን ፖለቲካውን መዳይ ብቑዕ ንኽንከውን ከማና ናብ ደረጃ ተዓለሙ ኣውሪዶምዮም ኣሰልጢኖምና እሞ ንዕኦም ውን ምስጋና ኣብጽሓዮም። ርግጽ እዩ ብምኽንያት ለበዳ ኮሮና ቫይረስ ወለድና ዘይበጽሑና ቁሩብ ተሰሚዑና ነይሩዩ። የግዳስ ሳላ ዝነበረና ሓድሕዳዊ ፍቕሪ ንኹሉ ሰጊርናዮ። ካብ ሳዋ ኪንዮ ኣካዳምያዊ ትምህርቲ ምስ ሃገርናን ኩለን ብሄራትና ዝገበርኩዎ ሌላ እውን እቲ ወትሩ ኣብ ኣእምሮይ ተወቒሩ ተሪፉ ዘሎ ዘዝክሮ እዩ። ልዕሊ ሚእቲ ተምሃሮ ኣብ ትሕቲ ጽላል ሓንቲ ቤት ብሓንሳብ ከም ኣሕዋት ተደጋጊፍና ዓመት ምሉእ ተተቐሚጥና። ብሓንሳብ ተማሂርናን ተዓሊምናን። እዚ ዝመስረትናዮ ፍቕርን ሓልዮትን ቀጻሊ መታን ክኸውን ድማ ኣድራሻ ንለዋወጥ ኣለና።

እዚ ካብቲ ዘካየድናዮ ኣዝዩ ብዙሕ ዕላላት ንውክልና ኢለ ዘቕርበልኩም ዘለኹ እምበር ናይ ኩሎም ዘዘራረብናዮም ተመረቕቲ ዙር ብድሆ ንኮሮናቫይረስ ተመረቕቲ መበል ሰላሳን ኣርባዕተን ዙርያ ሃገራዊ ኣገልግሎት ቃል ሓንትን ሓንትን እያ ምስ ናይ ትማሊ መማህርቶም ናይ ኩሉ ግዜ ድማ ኣሕዋቶም ዝኾኑ መናብርቶም ስሩዕ ዝሰደደ ፍቕሪ ስለዘለዎም ኣብ ቀጻሊ ዝራኽብሉ ባይታ ክጣጥሑ ምዃኖም ክቡራት ሰማዕትና ንኹሎም ኣባላት መበል ሰለሳን ኣርባዕተን ዙርያ ሃገራዊ ኣገልግሎት እንቋዕ ኣብቅዓኩም እናበልና ኣብ ቆጻሊ ጉዕዞ ህይወቶም ዓወትን ኣሳልጦን እናተመነናን ንሎሚ ዘዳለናዮ ቀዳማይ ክፋል ትሕሶ ዕላላቶም ኣብዚ ዛዚምና ኣሎና። ካልኣይ ክፋል ዕላላቶም ኣብ ዝቕጽል ፍንውና ክነስዕብ ኢና። ሰላም።